ኢንትሮ ሃይ ኤቭሪዋን ዌልካም ባክ ቱ ኣወር ሰርቲ ደይ ኢንግሊሽ ለርኒንግ ቻሌንጅ ናብ ናይ ሰላሳ መዓልቲ ናይ እንግሊሽ ብዶ እንኳዕ ብድሐን መጻኹም ን ቱደይ ስ ደይ 12 ሎ መዓንቲ ዓሰርተ ክልተ ዓሰርተ ክልታይ መዓልቲ ዩ ዓሰርተ ክልተ መዓልቲ ናይ ዓሰርተ ክልተ መዓልቲ ዩ ሶ የስተርደይ ትማሊ ዊ ለርን ሃው ዊ ካን ዲስክራይብ ፒፕል ን ቲንግስ ኢን ኢንግሊሽ ከመይ ጌርና ነገራትን ነገራትን ሰባትን ከመይ ጌርና ብኢንግሊሽ ንገልጽ ተማሂርና ኔርና ን ኣሚን ኢፍ ዩ ሚስድ ኢት ቢ ሹር ቱ ቸክ ኢት ኣውት

ሶ ሌትስ ጌት ስታርት ንጀምር ማለት እዩ ያ ደይ 12 ኢንካሬጅን ኤን ኣፖሎጃይዝን ሳምዋን ንሰብ ምትብባዕን ይቕሬታ ምሕታትን እዩ ዝብል ኣርስትና ማለት እዩ ሶ ኢንካሬጅን ሳምዋን ንሰብ ምትብባዕ ከመይ ጌርና ኢና ንሓደ ሰብ ብእንግሊሽ ከነተባብዖ ንኽእል ምስ ንብል the first thing to encourage someone to go somewhere more quickly or to do something quickly ሓደ ሰብ ቀልጢፉ ንሓደ ነገር ንኽገብሮ እንታይ ኢልና ከነተባብዖ ንኽእል ማለት እዩ ሃሪ ኣፕ ሃሪ ኣፕ እንተኢልና ኢና ሓደ ሰብ ቀልጥፍ ንብሎ ኣለና ማለት እዩ ንኣብነት ሃሪ ኣፕ ዊ ሃቭ ጋት ቱ ቢ ዘር ኢን ቴን ሚኒትስ ቀልጥፍ ኣብ ዓሰርተ ደቂቕ ኣብኡ ክንበፅሕ ኣለና ወይ ከንህሉ ኣለና ንብል ኣለና ማለት እዩ ሃሪ ኣፕ ዊ ሃቭ ጋት ቱ ቢ ዘር ኢን ቴን ሚኒትስ ቀልጥፍ ኣብ ዓሰርተ ደቂቕ ኣብኡ ክንህሉ ኣለና ይብል ኣለኹ ስለዚ ዘ ሪል ፕሮናንሴሽን ኢዝ ሃሪ ኣፕ ማለት እዩ ሃሪ ኣፕ ንብል ማለት እዩ ሃሪ ኣፕ ዊ ሃቭ ጋት ቱ ቢ ር ኢን ቴን ሚኒትስ ቀልጥፍ ኣብ ዓሰርተ ደቂቕ ግድና ክንህሉ ኣለና ክንበፅሕ ኣለና ስለዚ ነቲ ሰብ እንታይ ንብሎ ኣለና ቀልጢፉ ንክመፅእ ነተባብዑ ኣለና ማለት እዩ ሃሪ ኣፕ ዊ ኣር ሌት ኦሬዲ ቀልጥፍ ደንጊና ኣለና ንብሎ ማለት እዩ and to encourage someone to go somewhere somewhere or to do something more quickly you can also use come ስለዚ ንሓደ ሰብ ከኣ ያ ተመሳሳሊ ማለት እዩ ከመይ ጌርና ቀልጥፍ ክንብሎ ንኽእል ብካልእ መንገዲ ከም ንጥቀም ከም ንጥቀም ንኣብነት ካም ኦን ሄለን ዩ ሃብ ፊንሽድ ኢት ካም ኦን ሄለን ዩ ሃብ ፊንሽድ ኢት ኣጆኺ ሄለን ወዲእክዮኺ ንብል ኣለና ካም ኦን ሄለን ዩ ሃብ ፊንሽድ ኢት ካም ኦን ሄለን ዩ ሃብ ፊንሽድ ኢት ኣጆኺ ሄለን ወዲእክያ ኢኺ ያ ተስፋ ንብ ኣለና ማለት እዩ and come on we are going to miss our train okay come on we are going to miss our train ንኺድ እታ ባቡር ክንከስራ ኢና ያ እንተዘይመፂኻ እንተዘይቀልጢፍካ እታ ባቡር ክነብላ ስለ ንኽእል ሕጂ እንታይ ብሎ ካም ኦን ዊ ኣር ጎይንግ ቱ ሚስ ኣወር ትሬን ቀልጥፍባ ወይ ከዓ ንዓ እታ ባቡር ክንከስራ ኢና ይብሎ ማለት እዩ ኦኬ ቱ ኢንካሬጅ ሳምዋን ቱ ዱ ሳምቲንግ ዩ ካን ኤልሶ ሰይ ጎ ፎር ኢት ብካልእ መንገዲ ከዓ ጎ ፎር ኢት ንብል ማለት ጎ ፎር ኢት ጎ ፎር ኢት ንብል ማለት ንኣብነት ኣም ቲንኪንግ ኦፍ ኣፕላይንግ ፎር ዳት ጆብ ንኣብነት ሓደ ሰብ እንተልና ኣም ቲንኪንግ ኦፍ ኣፕላይንግ ፎር ዳት ጆብ ኣብቲ ሓድሽ ስራሕ ከመልክት ይሓስብ ኣለኹ ኢልን ሓደ ሰብ ሓደ ዓርከ ይኹን ዝኾነ ሰብ ይኹን ማለት እዩ ደን እንታይ ክብሎ እየ ንዑ ያ ጎ ፎር ኢት ክብሎ ማለት እዩ ኪድ ንድሕሪት ኣይትበል ማለት እዩ ጎ ፎር ኢት ማለት ግበር ኣፕላይ ግበር ማለት እዩ እንጂ ኣመልክት ምባል- ንምባል ማለት ስለዚ የተባብዑ ኣለዎ ጎ ፎር ኢት ይብሎ ማለት እዩ ኤንድ ካልእ ኤግዛምፕል ከዓ ኣይ ሃቭ ቱ ትራይ ዲስ ካር እዛ መኪና ክፍትና ኣለኒ እንተልና ሓደ ሰብ እንታይ ክብሎ ይኽእል ጎ ፎር ኢት ክብሎ እዩ ኪድ ኣጆኻ ፈትን ገለ ክብሎ እዩ ማለት እዩ ጎ ፎር ኢት ኪድ ፈትና ገለ ክብሎ እዩ ንን ኣፖሎጃይዝ ሳምዋን ሕጂ ከዓ ከመይ ጌርና ንሰብ ይቕሬታ ንሓቶ ኢና ክንርኢ ማለት እዩ ሶ ቱ ኣፖሎጃይዝ ዩዝ ኣም ሶሪ ኦር ሶሪ ይቕሬታ ንምሕታት ኣም ሶሪ ወይ ከዓ ሶሪ ንብል ማለት እዩ ቱ ኣፖሎጃይዝ ሚንስ ቱ ኣስክ ፎር ኤክስኪዝ ኦር ቱ ጌት ፎርጊቭነስ ያ ኣፖሎጃይዝ ማለት ይቕሬታ ንምሕታት ወይ ከዓ ቱ ጌት ፎርጊቭነስ ይቕረ ሓጢኣትና ንክስረየልና ማለት እዩ ምሕታት ማለት ሶ ንኣብነት ኣም ሶሪ ዩ ወር ለት ቢኮዝ ኦፍ ሚ እንታይ ክብለይ ሓደ ሰብ ሕጂ ንሓደ ሰብ ብሰንከይ ናብ ዝኾነ ቆፀራ ደንጊዩ ወይ ከዓ ንዓይ ክፅበ እንተ ደንጊዩ እንታይ ክብለይ ኣም ሶሪ ዩ ወር ለት ቢኮዝ ኦፍ ሚ ዩ ወር ለት ቢኮዝ ኦፍ ሚ ይቕሬታ ግበርለይ ብሰንከይ ኢኻ ደንጊኻ ይብሎ ማለት እዩ ይቕሬታ ግበርለይ ብሰንከይ ኢኻ ደንጊኻ ወይ ከዓ ብሰንከይ ክደንጊኺ ይብል ማለት ኣም ሶሪ ዩ ወር ለት ቢኮዝ ኦፍ ሚ

ኖርማሊ ኖርማሊ ኣነ ዝጥቀም ዘለኹ ማለት ናቹራል ሶ ሶሪ ኣይ ሃቭ ቱ ሊቭ ናው ይቕሬታ ክኸይድ ኣለኒ ይብለና ሓደ ሰብ ሶሪ ኣይ ሃቭ ቱ ሊቭ ናው እንተይልና ይቕሬታ ክኸይድ ኣለኒ ይብለና ኣሎ ማለት እዩ ሶሪ ኣይ ድድን ሂር ዋት ዩ ወር ሰይንግ ይቕሬታ ግበርለይ እንታይ ከም ትብል ነበርካ ኣይሰማዕኩኻን ይብሎ ኣለኹ ሶሪ ኣይ ድድን ሂር ዋት ዩ ወር ሰይንግ ያ ይቕሬታ ግበርለይ እንታይ ከም ትብል ነበርካ ወልሓንቲ ይሰማዕኩኻን

ዩዝ ኣም ኣፍሬድ ኢልና ንጅምር ማለት ኣም ኣፍሬድ ኢልና ንጅምር ኣም ኣፍሬድ ቀጥታ ትርጉሙ ፈሪሕ ኣለኹ እንድዩ ግን ሽግርና ንምንጋር ከዓ ኣም ኣፍሬድ ንብል ማለት እዩ ንኣብነት ኣም ኣፍሬድ ኣይ ካን ካም ቱ ናይት ወይ ከዓ ንኣብነት ሕጂ እንታይ እዚ ሕጂ ነቲ ናቱ ቆፀራ ወይ ከዓ እቲ ሰብ ዕድመ ሂብዎ እሞ እሱ ግን ክመጽእ ኣይክእልን ናብቲ ዝዓደሞ ሰብ ማለት እዩ ስለዚ ክነግሮ ኣለዎ ማለት እዩ ሕጂ ተሰኪፉ ኣሎ ግን ከዓ ግድን ክነግሮ ኣለዎ ስለዚ እንታይ ይብል ኣም ኣፍሬድ ኣይ ካንት ካም ቱ ናይት ኣም ኣፍሬድ ኣይ ካንት ካም ቱ ናይት ፈሪሐ ኣለኹ ሎም ሓንቲ ክመፅእ ኣይክእልን እየ ቀጥታ ትርጉም ማለት ኣም ኣፍሬድ ማለት ይቕሬታ ግበሪ ወይ ከዓ ሕማቕ ካይስምዐካ ገለገለ ማለት እዩ ከምኡ ዓይነት እዩ ስለዚ ኣም ኣፍሬድ ኣይ ካንት ካም ቱ ናይት ሎምዓንቲ ክመፅእ ኣይክልን ይብሎ ማለት እዩ ሕጂ እዚ ምስቲ ሰብ ናተይ ዝምድና ክቕፅል ስለ ዝደሊ እየ እምበር ኣይ ካንት ካም ቱ ናይት ክብሎ ክእለ ክመፅእ ኣይክልን እዩ ሎሚ ክብሎ ክእለ ግን ኣም ኣፍሬድ ኣይ ካንት ካም ቱ ናይት ተለ ግን ጅስ ፖላይት ዝኾነ መንገድ ወይ ከዓ ብትሕትና ንእሽተይ ትሕትና ሓዊሰ ዝዛረቦ ኣለኹ ማለት እዩ and I'm afraid there is a problem with your order yeah

ግን መልሲ ክንቦ ይግበአና እዩ ኣም ሶሪ እንተልና ሓደ ሰብ ይቕሬታ ግበረለይ እንተልናስ ይቕረ ከም ዝበልናሉ ክንነግሮ ግባእ ማለት እዩ ነቲ ሰብ ከዓ ሕማቕ ከይስምዖ ማለት እዩ ሶ ዋት ኣር ዊ ጎይንግ ቱ ሰ እንታይ ኢና ክንብል ንኽእል ዶን ወሪ ኣባውት ኢት ክንብሎ ንኽእል ሽግር የብሉን ፀገም የብሉን ንብሎ ኣለና ማለት እዩ ጣጣ የብሉን ፀገም የብሉን ማለት እዩ ጂ ኣይትገደሰሉ ንምባል ዶን ወሪ ኣባውት ኢት ፀገም የብሉን ኖ ፕሮብለም ፀገም የብሉን ዶን ወሪ ኣባውት ኢት እንተልና ከዓ ኣይትገደሰሉ ዘጨንቕ ኣይኮነን ገለገለ ማለት እዩ ስለዚ ከም ዝሓደግናሉ ንነግሮ ኣለና ንሰብ ማለት እዩ ሶ ኤግዛምፕል ንኣብነት ኣም ሶሪ ኣይ ስፒልድ ዩር ሚልክ ይቕረታ ግበረለይ ፀባኻ ደፊኤዮ ኢልና ሓደ ሰብ ይቕሬታ ግበረለይ ፀባኻ ደፊኤዮ እንተይልኒ ኣም ጎይንግ ቱ ሰይ ዶን ወሪ ኣባውት ኢት ብዛዕባኡ ይትጨነቕ ኣይትሕሰብ ብብሎ ማለት እዩ ስለዚ ኣይሓስኩሉን ማለት እዩ ሽግር የብሉን እምበር ፀገም የብሉን ገለ ብሎ ኣለኹ ማለት ስለዚ ሓደ ሰብ ይቕሬታ ሓቲትና ንሕና ከዓ ይቕሬታ ከም ዝገበርናሉ ንምዝራብ እንታይ ንብል እንታይ ክንብል ንኽእል ዶን ወሪ ኣባውት ኢት ዶን ወሪ ኣባውት ኢት ብዛዕባኡ ይትጨነቕ ብዛዕባኡ ይትሕሰብ ንብሎ ማለት እዩ ኦኬ ኣናዘር ኤግዛምፕል ከዓ ሶሪ ዊ ኣር ሌት ሰር ኢሉ ሓደ ተምሃሪ ትምህርቲ እናኸደ ዶንግ እዩ ሶ ሂ ዋንት ቱ ኣስክ ቱ ሂዝ ቲቸር ኤ ፎርጊቭነስ ኦር ኣን ኤክስኪዝ ኤክስኪዝ ሚ ክብሎ ንመምህሩ ማለት እዩ ሶ ደ ስቱደንት ሰይድ ሶሪ ዊ ኣር ሌት ሰር ይቕሬታ መምህር ዶንጊና ይብለሉ ማለት እዩ ይቕሬታ መምህር ዶንጊና ኢልዎ ሶ እቲ መምህር ከዓ ኣይሓዘሎምን ወይ ከዓ ሽግር የብሉን ንምባል ፀገም የብሉን ክብሎም ደልዩ ኣሎ ስለዚ እንታይ ክብሎም ዶን ወሪ ኣባውት ኢት ኢስ ጀስ ኣይ ጀስ ጋት ሄር ማይሰልፍ ዶን ወሪ ኣባውት ኢት ኣይ ጀስ ጋት ሄር ማይሰልፍ ስለዚ ሶሪ ዊ ኣር ሌት ሰር ኢልዎ ይቕሬታ መምህር ዶንጊና ኢልዎ ሶ ደ ቲቸር ሰድ ዶን ወሪ ኣባውት ኢት ብዛዕባኡ ዕጥጥ ኣይበልካ ኣይ ጀስ ጋት ሄር ማይሰልፍ ኣይ ጀስ ጋት ሄር ማይሰልፍ ኣነ ንባዕለይ ሕጄ መጽየ ይብሎ ኣሎ ማለት እዩ ኣይትሕሰቡ ኣነ ንባዕለይ ሕጄ መጽየ ኢልዎ ኢልዎም ማለት እዩ and a more informal way to respond to someone saying sorry is informal way informal way ከዓ ካብ ውፅእ ዝበለ ማለት እዩ ካብቲ ኣገባባዊ ዝኾነስ ውፅእ ዝበለ ኢስና ብዛዕባ ትሕትና ዘይትሕትና ዘይኮነስ ግን ኣሎ ምሾ ቀጥታ ትርጉም ዘይኮነ ብንኣብነት ናይ ደቁ ሾ ገለ ንብልና ምሽ ከምኡ ዓይነት ማለት እዩ ሶ ያ ኢስናት ላይክ ዳት ደቂ ሾ ገለ ዘይኮነ ግን ብካልእ መንገዲ እዩ ማለት እዩ በቃ ብሓፈሻስ ንሓደ ሰብ ከዓ ይቕሬታ ከም ዝገበርናሉስ ብካልእ መንገዲ ከ እንታይ ክንብል ንኽእል ማለት እዩ እዚ ቅድሚ ቅድሚ እዚኤን ዝረኣናየን ዶን ወሪ ዶን ወሪ ገለ ክንብል ጸኒሕና ምሾ እዚ ሕጂ ፎርማል ይበሃል ወይ ከኣ እቲ ትኽክለኛ ወይ ከኣ እቲ ቅኑዕ ዝኾነ ኣበሃህላ ማለት እዩ ፎርማል ኢንፎርማል ክበሃል ከሎ ከኣ ላይክ ዊዝ ኣወር ፍሬንድስ ምስ ኣዕርኽቱና ክኾኑ ይኽእል ምስ ንፈልጦም ሰባት ንከለና ማለት እዩ ንዘራረበሉ ማለት እዩ ስለዚ እንታይ ክንብል ንኽእል ሓደ ሰብ ሶሪ ኢልና ኖ ፕሮብለም ኦር ዳስ ኦኬ ክንብሎ ንኽእል ኖ ፕሮብለም ጸገም የብሉን ወይ ከዓ ኖርማል ደሓን እዩ ሽግር የብሉን ጸገም ኣይኮነን ገለ ንብሎ ማለት እዩ ሶ ሓደ ተምሃራይ እንታይ ኢሉ ስቱደንት ኣም ሌት ኢሉ ሶሪ ኣም ሌት ኢሉ ይቕሬታ ዶንጌ መጽ ኢሉ ሶሪ ደር ኢዝ ሶሪ ሂር ኣብዚኣ ሶሪ ላ ሶ ሶሪ ኣም ሌት እንተ ኢሉ ሓደ ተምሃራይ ይቕሬታ ዶንጌ መጽ ኢሉ ሶ ደ ቲቸር ሰድ No problem, do not be late again ይብሎም no problem do not be do not be late again እንታይ ልዎ ሕጂ ይቕሬታ ዶንጌ መፅየ ምስ በሎ ተምሃራይ መምህር ከዓ ፀገም የብሉን do not be late again ፀገም የብሉን ካልኣይ ግዜ ኸይድ ዶንጌ ካልኣይ ግዜ ዶንጌ ከዓ ትመፅእ ኢልዎ ማለት እዩ ሶ ንስኹም ከዓ እንታይ ክትብሉ ትኽእሉ ማለት እዩ ኢንፎርማል ወይ እንተኾይኑ

ኣቤል ከዓ እንታይ ይብል ኣሎ ኣይ ዲድን ብሪንግ ኮት ጎልፎ የምፃኹን ኢሉ ገዝኡ ረሲዑ መፅኢ ማለት እዩ ጎልፎ ሶ ሂ ሰድ ኣይ ዲድን ብሪንግ ኮት ጎልፎ የምፃኹን ኢሉ ሶ ጆን ከዓ እንታይ ኢሉ ዳስ ኦኬ ፀገም የብሉን ኣይ ካን ለንድ ዩ ማይን ደሓን ናተይ ቀለቂ ሓኪ ኢልዎ ጆን ከዓ ተሰኪፉ ማለት እዩ ስለዚ ንስኹም ከዓ ሓደ ሰብ ጆክ ያ ጎልፎ እንተዘየምፅኡ እንታይ ትብልዎ ዳስ ኦኬ ሽግር የብሉን ኣይካን ለንድ ማይን ናተይ ከለቃሕካ ክእል እየ ዳስ ኦኬ ማለትካ ፀገም የብሉን ማለት እዩ ሶ ኣይካን ለንድ ዩ ማይን ማለትካ ናተይ ከለቃሕካ እየ ናተይ ከለቃሕካ እየ ኦኬ ኮንክሉዥን መደምደምታ ሶ ዌል ዊ ሃቭ ፊንሽድ ደይ 12 ቱደይ ያ ዓሰርተ ክልተ መዓልቲ ሎም ማሕንቲ ወዲና ኣለና ዊ ለርን ሃው ዩ ካን ኢንካሬጅ ን ኣፖሎጃይዝ ሳምዋን ኢን ኢንግሊሽ ከመይ ጌርና ነተባብዕን ይቕሬታ ንሓትትን ብእንግሊሽ ርኢና ኣለና ን ሪመምበር ቱ ፕራክቲስ ዲስ ፍሬዝስ ያ እዞም ዝተማሃርኩሞም ኩሎም ከ ምልማድ ኣይትረስዑ ን ዩር ዳይሊ ኮንቨርሴሽንስ ኣብ መዓልታዊ ትገብርዎ ዝርርብ ማለት እዩ ን ኢፍ ዩ ኢንጆይ ዲስ ለስን እንድሕር ዳ ፈቲኹሞ ከ ፕሊዝ ጊቭ ደ ቪድዮ ታምስ ኣፕ ያ ኢድኩም ኣንብሩሉ ኤንድ ሸር ኢት ዊዝ ፍሬንድስ ምስ ኣዕሩኽትኩም ሸር ግበርዎ ዋር ኤልሶ ለርኒንግ ኢንግሊሽ ኢንግሊሽ ዝመሃር ዘለዎ ኤንድ ሳብስክራይብ ቱ ኣር ቻነል ሳብስክራይብ ግበሩ ፎር ሞር ዴይሊ ለሰንስ ዝተፈላለዩ ቪዲዮታት ክመፀኩም መታን ዶን ፎርጌት ቱ ደ ኖቲፊኬሽን በል ያ ነታ ናይ ደውል ምልክት ከዓ ምህራም ኣይትረስዑ ሶ ዛት ዩ ዊል ነው ዌን ደይ ኢትስ ናት ደይ ሰቨን ሶሪ ኣም ሶ ሶሪ ፎር ዲስ ዋን ባት ደይ ሰቨን ዘይኮነ ዓሰርተ ሰለስተ መዓልቲ ዓሰርተ ክልተ ምስ በልና ዓሰርተ ሰለስተ መዓልቲ ክንበፅሕ ኢና ምክንያቱ እዚኣ ሕጂ ኩሉ ግዜ ዝጥቀመላ ኮንክሉዥን ስለ ዝኾነት እያ እዛ ደይ ሰቨን ትመፅእ ዘላ እምበር ቱደይ ዊል ያ ዊል ሲ ኣይ ሚን ዊኣር ጎይንግ ቱ ሚት ኣጋይን ኢን ደይ ሰርቲን ኣብ ናይ ዓሰርተ ሰለስተ መዓልቲ ኢና ክንራኸብ ማለት እዩ ሶ ሲዩ ኔክስት ታይም